ፍልፍል ቲቪ ሰላም ተኸታተልቲ ፍልፍል ቲቪ ከመይ ትኾኑ ከመይ ትኾና ንሎሚ እውን ንዓኹም ይበቅዕ ዝበልናዮ መደባት ሒዝና መፂና ኣለና ሰናይ ምክትታል ካብ ዕለት ዓሰርተ ሰለስተ ነሓሰ ጀሚሩ ንሰሙን መመላእታ ኣብ ቀጽሪ ኤክስፖ ክካየድ ዝቐነየ ሃገራዊ ፌስቲቫል ኤርትራ 2023 ትማሊ ዕስራ ነሓሰ ኣብ ኣዳራሽ ኤክስፖ ብዝተኻየደ መዕጸዊ ጽምብል ስነ ስርዓት ብወግዒ ተዛዚሙ። ኣብቲ ስነ ስርዓት ካብ ሽዱሽኤን ዞባታት ዝተሳተፉ ጉጅለታት ባህሊ፣ ቁሸት ዞባታት፣ መሃዝነትን ሰናዕትን፣ ኣፍረይትን ብሕታውያን መንግስታውያን ትካላት፣ ቁሸት ህጻናት፣ ካልኦት ዝተፈላለዩ ተሳተፍቲ ፌስቲቫል፣ ኣካየድትን ኣለይትን ወዘተ ዝተፈላለየ ሽልማት ተዓዲሉ። ብመሰረት ጸብጻብ ሚኒስትሪ ዜና ኣብዚ ንሰሙን መመላእታ ዝተኻየደ ቅነ ፌስቲቫል ኤክስፖ ካብ መላእ ውሽጢ ሃገርን ወፃእን ካልኦት ወፃእተኛታት በጻሕትን ኣስታት 500,000 ዝበፅሑ ቁፅሪ ነጋዳያን ከም ዘእንገደ ክፍለጥ ተኻኢሉ ኣሎ። የቐንየልና ክቡር ፕሬዚደንት ሃገረ ኤርትራ ኣቶ ኢሳያስ ኣፈወርቂ ብሱዳናውያን ስደተኛታት ዘሕዝን ግጭት ኣብ ሱዳን ኣብ ዝተወለዓሉ እዋን ፕሬዚደንት ሃገረ ኤርትራ ብጻይ እሰያስ ኣፈወርቂ ኣብ መጀመርታ ወርሒ ግንቦት ኣብ ዘካየዶ ቃለ መጠየቕ ንጉዳይ ሱዳናውያን ተመዛበልትን ስደተኛታትን ኣመልኪቱ ከምዚ ኢሉ ነይሩ። ንሕና ኣብ ባዛር ናይ ገናዞ ህዝባዊ ርክባት ኣይንኣቱን ኢና። ሱዳን ኣብ እዋን ሓርነታዊ ቃልሲ መዕቆቢትን ደጀንን ኤርትራውያን ስደተኛታት እያ ነይራ። ኤርትራውያን ኣብ ሱዳን ከም ስደተኛታት ዘይኮኑ ከም ሱዳናውያን እዮም ዝነብሩ ነይሮም። እዚ ንርሱዕ ኣይኮናን። ካብዚ ብምብጋስ ኤርትራ ብተመሳሳሊ ንሱዳናውያን ኣሕዋት ንምቕባል ናይ ምድሪ፣ ባሕሪ፣ ኣየር ዶባታ ክፉት እዩ። ናይ ሰብ ጸገም ክመጽእ እንከሎ ናይ ሕልና ሓላፍነት እዩ። ንሕና ክንገብሮ ዘለና ደገፍ ኩሉ ክንገብር ኢና። ኣብ ኤርትራ ዝኽፈት ናይ ስደተኛ መዓስከር እውን የለን። ዘለና ተኻፊልና ብሓባር ነዚ ኣጸጋሚ ግዜ ክንሓልፎ ንኽእል ኢና። ህዝብታት ናይዚ ዞባ ኣብ ግዜ ሰብኣውን ባህርያውን ሓደጋታት ነንሓድሕዶም ተመላሊኦም ክነባበሩ ክኽእሉ ስለ ዘለዎም ካልኦት ጎረባብቲ ሃገራት እውን ከምኡ ክገብራ ንምነ። ኣብዚ ዝሓለፈ ሒደት ኣዋርሕ ንሪኦ ከም ዘለና ድማ በቲ ኣብ ሱዳን ተኸሲቱ ዘሎ ቅልውላው ዝተማዛበሉ ሱዳናውያን ይኹኑ ዜጋታት ካልኦት ሃገራት ኣብ ኤርትራ ይጽንሑ ብኤርትራ ገይሮም ናብ ካልእ መንገዶም ኣብ ምቕጻል ኤርትራ እወታዊ ተራ ትጻወት ኣላ። ስለዚ'ዩ እምበኣር በዚ ኤርትራ ንሱዳናውያን ስደተኛታት ተርእዮ ዘላ ሕውነታዊ ደገፍን ዝተሓጎሱ ወከልቲ ሱዳናውያን ስደተኛታት ትማሊ ሰንበት ዕስራ ነሓሰ ክልተ ሽሕን ዕስራን ሰለስተን ባንዴራ ኤርትራን ሱዳንን ሒዞም የቐንየልና ፕረዚደንት እሰያስ ዝተጻሕፎ ስእሊ ብጻይ እሰያስ ኣሰንዮም ንህዝቢ ኤርትራ ንመሪሕነቱ ንምምስጋን ኣብቲ ኤርትራዊ ክነግዶ ዝቐነየ ኣብ ቅጽሪ ኤክስፖ ኣስመራ ዝተኻየደ ፌስቲቫል ኤርትራ 223 ብምምጻእ መልእኽቶም ዘሕለፉ ኩሉ ኤርትራዊ ድማ ኣሕዋት ኢና መን ንመን ከመስግን ሽግርኩም ሽግርና ራህዋኹም ራህዋና እንዳበለ ኣማሚቕዎም ኣገናዕ ህዝቢ ኤርትራ እምበኣር ክቡራትን ክቡራንን ተኸታተልቲ ፍልፍል ቲቪ ናብቲ ሒዝናዮ ዘለና መደብ ንኽድ ሕጂ እውን ደጊመ ሰናይ ምክትታል ብቁምቡላ
ክትካእ ምዃኑ ክንዝንግዖ የብልና እምኒ እምኒ ደኣ ሕያዋይ እምኒ ደኣ እንታይ ገብረካ ተፈጊካ ካብ ሳልስቲ ተሓዊ እዚ እምኒ እዚ ኣብ ውሽጢ ዓዲ ናብ ጥይትን ናብ ብረትን ክቕየር ከም ዝኽእል ፈሊጥና ኩላትና ናብ ልብና ተመሊስና ነዚ ስርዓት እዚ ሓቢርና ዓገብ ተዘይልናዮ መጻኢና ኣብ ኢድ ደገፍትን ኣብ ኢድ ስርዓትን እዩ ዘሎ። ስለዚ እዚ ብርጌድ ንሓመዱ ዝበሃል ካልእ ኣማራጺ የብሉን። ኣማራጺኡ ኣብ ደገ ደኣ ዋላ ይጀምር እምበር ጽባሕ ንግሆ ናብ ውሽጢ ኤርትራ ኣትዩ
ጸላኢ ብዓወታትካ እዩ ዝቕረጽ፣ ጸላኢ ብዓወታትካ እዩ ዝመውት። ጸላኢ ብዓወታትካ እዩ ዝቕንዞ፣ ጸላኢ ብዓወታትካ እዩ ነብሱን መንፈሱን ተፈላልዩ ኣብ ጭንቀትን ብስጭትን ዝወርድ። ማሕበረ ኮም ኤርትራውያን ካናዳውያን ኣብ ቶሮንቶን ከባቢኡን ዘካይድዎ ህዝባዊ ኣኼባ ነቲ ፌስቲቫል ንምዝራግ ዝተገብረ ሽበራዊ ፈተነ ሕጋዊ ጉዳይን ፍጻሜን በጺሕዎ ዘሎ ደረጃን ምስ ህዝቢ ተመያይጡ ህዝብን ማሕበረ ኮብን ስጥመቱ ኣደልዲሉ ናይ መጻኢ ኣንፈቱ ስርሑ ብዝለዓለ ውዳበ ከም ዝሰርሕ ቃል ኣትዩ ኣሎ ኩሉ ከኣ እዚ ዝግበር ዘሎ ኣኣቦትኡ ክተሓዝ እዩ ኩልኻ ሕቡን ኤርትራዊ ኣኣብ ቦትኡ ሓያል መኸተ ጌርና ኢና ንነብር ዘለና ስለዚ ነዞም ኣንጻር ኤርትራን ኤርትራውነትን ዝዛረቡን ዝጉስጉሱን ዘለዉ ብፍላይ ከኣ መርዛማት ቃላት ዝጥቀሙ ዘለዉ ሰባት በቲ ናቶም ቪድዮ ጌርና ናብቲ ዝምልኮቶ ኣካል ክንብጽሖን ክንሕዞምን ብሕግን ሕጋውነትን ክንፈራረዶም ማልስ ናይ ባህግታቶም ክንህቦምን ይግባእ ሕቡናት ደቂ ሪመይ ሕጂ ውን ብሰሎኻ መልክዕ ዝቐየረ ውዲት ይካየድ ብምህላው ወትሩ ንቑሓትን ጥንቁቓትን ክንከውን ይግባእ ምኽንያቱ እዞም ሰባት እዚኦም ኣንጻር ኤርትራን ኤርትራውነትን ተዓጢቖም ንኤርትራ ንምጥፋእ ዝገብርዎ ዘለዉ ጻዕርታት ሓንቲ ነገር የምጽኡ ይፍትኑ ትፈሽል ካልእ ተንኮል ድማ ከይደቆሱ ሓዲሮም የምጽኡ እሳ እውን ትፈሽል ስለ ዝኾነ ኩሉ ግዜ ንቑሓትን ጥንቁቓትን ክንከውን ይግባእ ኣብዚ ሃገራዊ ፌስቲቫላትና ቀንዲ ነዚ ጉዳይ ኣዳመቕቲ ኮይነን ዘለዋ ካብ ጉይይ ምውዓል ክሳድ መሓዝ እዩ እዘን ኣብ ምዕራባዊ ዓለም ዘለዋ ኣንጻር ኤርትራን ኤርትራውነትን ዝተዓጥቃ ንኤርትራ በቲ ሰን ዝደልዮ በቲ ሰን ክውንንኦ ዝደለያ ባህግታት ንኤርትራ ከንበርክኻ ዝጸዓራ እሞ ልዕሊ ክንደይ ዓመታት ከኣ ነዚ ባህገን እዚ ምዃን ኣብይወን ኩሉ ግዜ ክጥምታ እምበር ከተግብራ ዘይክእላ ሳላቲ ጽኑዕን ሕቡንን ዝኾነ ህዝቢ ኤርትራ ዝሓሰብኦ ዘየተግበራ ዘለዋ ሃገራት ምዕራብ ነዚ ብብርጌድ ሓመዱዶ ብብርጌድ ንኣድጉዶ ዝበሃል ዘሎ ተግባራት ከም ዓቢ ዜና ተሓሲቡ ኣንጻር ኤርትራን ኤርትራውነትን እቲ ጸለመ እንዳቐጸልኦ ይኸዳ ኣለዋ። ኣብዚ ግን ምስትውዓል ዘድልዮ ጉዳይ ካብ ጉይይ ምውዓል ክሳድ ምሓዝ። ኩሉኹም ሕቡናት ደቂ ሪመይ ሼር ኣይንዘንግዕ። ዓበይትን ዕሱባትን ሜድያታት ኣመሪካ ሃገራት ምዕራብ ተጣበቕቲ ሰብ መሰል በሃልቲ ንታሪኻዊ ፌስቲቫል ኤርትራ ኣብ ማሕበረሰብ ዓለም ግጉይን ሓሶትን መልክዕ ወፈራ ውዲታዊ ጸብጻብ ከመሓላልፋ ሰሚዕና ኣለና። እዚ ብቋንቋ ኢንግሊዝ ተዳልዩ ዘሎ ቪድዮ ንሓሰውቲ ዓበይቲ ሜድያታት እተቃልዕ ብተጋሩን ብዕሱባትን ኣሸበርቲ ኣብ ፌስቲቫላትናን ዝተፈጸመ ገበን ብንጹር እትገልጽ ብምዃና ማሕበረሰልብ ዓለም እውን ቅኑዕ መረዳእታ ንኸሕዝ እተኽእል ብምዃና ኩልና ሼር ብምግባር ግዴታና ነበርክት። ኣብ ቦታ ስራሕ፣ ትምህርቲ፣ ገዛውቲ፣ ወጻእተኛታት፣ መብዛሕትኹም ድማ ጽቡቕ መረዳእታ ከተትሕዝዎም ሓቂ ክፈልጡን ብዝቐለለ ክትሕግዘኩም እያ። እዛ ሓበሬታ ዕሱባትን ኣሸበርትን ለኣኽቶምን ዘይኮነ ንማሕበረሰብ ዓለምን ንደለይቲ ሰላምን ንተቓለስትን ኣንጻር ግብረ ሽበራ ኣፍልጦ ንምብራኽ እዩ። እቲ ሽበራዊ ተግባር ዝተሳተፉ ተጋሩን ዕሱባትን ትርጉም የብሎምን። እዚ ውዲት ጭፍራን ለኣኽታን ኣብ ባይታ ምስ ተሳዕሮ ሕልሞም ምስ በነነ ዝፈጠረሎም ጭንቀት ኣእምሮ ምዃኑ ኣብ ዝሓለፈ ክልተ ዓመታት ተዓዚብና ኢና። ኣብ ልዕሊ ክቡርን ክብርታትን ህዝቢ ኤርትራ ዝካየድ ናይ ዝጸንሐ ፍሹል ጸለመን ጠቕነን ኮይኑ ኣካል ናይቲ ብኣመሪካ ዝተነድፈ ውዲት ኣብ ልዕሊ ህዝቢ ኤርትራን ሃገረ ኤርትራን ምዃኑ ኣይንዘንግዕ። ሕጂ እውን ኣብ ትሕቲ ቅያ ስጡም መስርዕ ኮማትናን ውዳቤታትናን ንሕይል፣ መሳርዕናን ሓድነትናን ነስጥም፣ ንቕሓትና ነበርኽ። ንሓቂ ዝረትዕን ንህዝቢ ኤርትራ ዝስዕር ሓይልን ፍጹም የለን። ምንጪ ምስንዳእ፣ ኣዳል ድምጺ ኤርትራውያን። እቲ ሓቂ ክፍለጥ ስለ ዘለዎ እቲ ሓቂ ኩሉ ግዜ ክዝርዘርን ክደምቕን ኣለዎ። እቲ ምንታይሲ ብሰንኪ እቲ ዘይበሃል ዘሎ ብሰንኪ ታሪኻትና ዘይምሕባር ዝመጽእ ዘሎ ሳዕቤናት እዚ ንዕዘቦ ዘለና ስለ ዝኾነ ስለዚ ነቲ ታሪኽና ክነድምቆን ታሪኽና ስለ ዝኾነ ክንሕበነሉን ክንኮርዓሉ ንግባእ ነዚ ዛዕባ ሕጂ እውን ንደግሞ ኣለና ናብ ኩሉ ሰብ ክባጻሕ ክቡራትን ክቡራንን ተኸታተልቲ ፍልፍል ቲቪ ሸር ንግበሮ ክበልዕዋ ዝደለዩ ኣባ ጉምባሕዚ ዛግራ ይብልዋ ባህር በረኸት መንግስትኣብ ንሰማያዊ ጨርቂ ፈደረሽን መለይሉ ይደረፈላን ብመጀመርያ ኩልና ብንጹር ብዘየሻሙን ክንፈልጦ ዘለና ኣብ ፈቐዶ ጎደናታት ኣሜሪካን ኤውሮጳን ክንዲ ኣንሶላ ዝኸውን ኤንዞ ማቴንዞ ዝሰንዖ ሰማያዊ ጨርቂ ፈደረሽን ከም ዕቡድ እንዳጎተቱ ኮለል ዝብሉ ዘለዉ እቶም ንገድልን ናጽነትን ልኡላውነትን ኤርትራ ዘይቅበሉ ጥራይ እዮም ኣብዚ ዝሓለፈ ሳምንታት ብብዝሒ ተጋሩ ዝርከብዎም ቁንጣሮ ዕሉላት ከዳዓት ወይጦታት ሰራውሮም ዝበታተኹ ሰማያዊ ጨርቂ ፈደረሽን ተጠቕሊሎም ኣብ ልዕሊ ኩሉ ክብርታትን ህዝቢ ኤርትራ ሽበራዊ ተግባር ክፍጽሙ ተዓዚብና ኢና ህዝቢ ኤርትራ ንገድሉን ናጽነቱን ንምምጻእ እምበር ሰማያዊ ጨርቂ ፈደረሽን ንምምላስ ኣይኮነን 30 ዓመታት መሪርን ደማውን ቃልሲ ኣካይዱ ልዕሊ 60 ሽሕ ብሉጻት ደቅኡ ብመስዋእቲ ከፊሉን ኣሰንኪሉን ንሰማያዊ ጨርቂ ፈደረሽን ብዘየለ ታሪኽ ንምቅንጃው እንቃዓ ክርህፁ ንሰማያዊ ጨርቂ ፈደረሽን ብስም ደርፊ መለይ ክጽውዑ መለይ ዝብል ማልያታት ኣሕቲሞም ኣብ ገጻት ማሕበራዊ ሜድያ ክጥቅዑን ተዓዚብና ኢና። እንታይነት እዛ ናይ ኤንዞ ማቴንዞ ሰማያዊ ጨርቂ ፈደረሽን ዋና ጸሓፊ ህዝባዊ ግንባር ንዲሞክራስን ፍትሕን ሓርበኛ ስዋእ ኣልኣሚን መሓመድ ስዒድ ምስ ኣገልግሎት ቴሌቪዥን ኤርትራ ኣብ ዝገበሮ ቃለ መሕትት ገሊጽዋ እዩ ናብ ኣርእስተይ ክመልሰኩም ባህር ድምፃዊ ዶክተር በረኸት መንግስታብ ኣብ 1969 ኣንታ ሓላፍ መንገዲ እንተረኺብካያ መለይ ሰላም በለለይ ዝብል ዜማ ዜዜማ ንናጽነት ኤርትራ ምንባሩ ባዕሉ እውን ኣብ ዝገበሮ ቃለ መሕትት ገሊጽዎ እዩ ንሰማያዊ ጨርቂ ፈደረሽን መለይ ክብል ኣየዘየመላን ደራስን ገጣምን ናይ ታሪኽ ተመራማራይ ኣቶ ሰሎሙን ጸሃየ ምስ ቢቢሲ ትግርኛ ኣብ ዝገበሮ ቃለ መሕትት እውን ባህር ደራፋይ በረኸት መንግስተኣብ ኣብ ሽሕን ትሽዓተ ሚእትን ሰብዓን ሓሙሽተን ናብ ሜዳ ቅድሚ ምውጽኡ ኣዝዩ ብዙሕ ሃገራዊ ወኒ ዝጉስጉስ ደርፍታት ከም ዘፍረየ ብምግላጽ ንኣብነት መለይ እትብል ደርፊ እንድሕር ተወሲድና ይብል ንኤርትራ ብምስሊ ሓንቲ ቆንጆ ጓል ብምግላጽ ሃንቀውታ ናጽነት ኣጉሊሑ እዩ። ሰብ ከ ኣብቲ እዋን እቲ ንመን ይደርፋ ከም ዘሎ ይርድኦ ነይሩ እዩ ንኤርትራ ስለ ዝኾነ ብሕጽር ዝበለ ባህር ዶክተር በረኸት መንግስትኣብ ንሰማያዊ ጨርቂ ፈደረሽን መለይ ክብል ኣየዘየመላን ኣብታ ዜማ ድማ ዝኾነ ይኹን ሰማያዊ ጨርቂ ፈደረሽን ዘንጸባርቕ ንዓተ ሓረ ግጥሚ ይኹን ቃል የለን እዚ እቲ ንጹር ሓቂ ብዕሱባት ሕልሚ ዓባይ ትግራይ ከይትደናገሩ ንቕሓትና ንበርኽ ኮማትናን ውዳቤታትናን ንሕይል ሓድነትናን ምስርዕናን ነስጥም። ሓላሞ ሕልሚ ዓባይ ትግራይ ዘይዛንታኹም ከይነግርኹም ወትሩ በላሓትን ንቑሓትን መስተውዓልትን ድማ ንኹን እምበኣር ኣብ መላእ ዓለም እትነብር ኤርትራዊ ዜጋ ኣብ መላእ ዓለም እትነብሪ ኤርትራዊት ዜጋ እዚ ስለ ዝኾነ እቲ ሓቂ ነዚ ሓቂ እዚ ከዓ ናብ ኩሉ ሰብ ንክባፃሕ ነቲ ዘይፈለጠ ክነፍልጦ ብፍላይ ከዓ ነቲ ንእሽተይ ወለዶ ብዘየለ ዛንታታት እንዳገበሩ ዛንታ ኤርትራ ቀቢሮም ካልእ ሓድሽ ዛንታ ክፈጥሩ ዝጽዕሩ ዘለዉ ሰባት እቲ ሓቂ ኣውጺእና እቲ ሓቂ ክነረድኦምን እቲ ሓቂ ክንብሎምን ይግባእ ምክንያቱ ንንኡስ ወለዶ ዝግበር ዘሎ ናብ ጸልማት መጻእ ዝወስድ ጉዕዞ ጌና ከይተበገሰ እንከሎ ክቁጽ ኣለዎ ንሳቶም ናይ ሓሶት ዛንታታት እንዳሰንዑን እንዳደረሱን ክኸዱ ንሕና ከኣ ነቲ ዘምጽዎ ዛንታ ሓሶት ምዃኑ ግቡእ መልስታት በቲ ሓቀኛ ዛንታናን በቲ ሓቀኛ ታሪኽናን ክነረድኦምን ክንብሎምን ይግባእ እቲ ምንታይሲ ነቲ ዘሕብነናን ዘኹርዓንናን ታሪኽና ባዕልና ክንገልጾ እንከለና እዩ ቅሳነትን መቐረትን ዝስምዖ ታሪኽና። ስለዚ ታሪኽና ንኸይባላሾ እቲ ሓቀኛ ታሪኽና ክንዝርዝር ይግባእ። እምበኣር ንሎሚ ሒዝናዮ ዝነበርና ዛዕባ ነዚ ይመስል ክቡራትን ክቡራንን ተኸታተልቲ ፍልፍል ቲቪ ክሳብ ብኻልእ ቪድዮ ዝምለሰኩም ጠጥዕሙ ሰሰናዩ ጠጥዕሙ ደቂ ሪመይ። ንዕሱባት ውድቀት ንሃገራዊ ክብረት ዘልኣለማዊ ዝኽሪ ንሰማእታትና ወትሩ ዓወት ንሓፋሽ።